ሰላም ሰላም ከመይ ትኾና ከመይ ትቕንያን ሎሚ ሓደ ጠቓሚ ዝኾነ ሓሳብ ጠቓሚ ዝኾነ ርእሲ ሒዘልክን ቀሪበ ኣለኹን ሎሚ ሒዘልክን ዝቐረብኩ ሓሳብ ወዲ ብጣዕሚ ከፍቅረኪ ተደሊኺ ወይ ከዓ ከመይ ጌርኪ ኢኺ ወዲ በቃ ከመይ እዩ ማኒፕሌሽን ንሶ ይገልፆን ግን ኣብ ውሽጢ ቁፅፅርኪ ኣብ ውሽጢ ጽላልኪ ወይ ከኣ ንዓኺ ጥራሕ ከፍቅር፣ ንዓኺ ጥራሕ ክፈቱ፣ ንዓኺ ጥራሕ ክደሊ፣ ምሉእ ልቡ ብዓኺ ክስረቕ እንድሕር ትደልዪ ኾንኪ እንታይ እዩ ክትገብሪ ዘለኪ እየ ክነግረክን ክሳዕን ፍጽምቲ ሓቢርክና ንክትጸንሓ ክትከታተላኒ ብኽብርን ብትሕትናን ይዕድመክን ሓደሽቲ ዝኾንክን ቻናለይ ሰብስክራይብ ቪድዮይ ተፈቲኽን ንኦ ላይክ ምግባር ኣይትግደፋ ማለት እዩ ንእንደገና ምሉእ ኢትዮጵያን ዝነብሩ ፈተውትኽን ነዝማድክንን ናይ ፍቕርኽን ናይ ፍትወትክን መግለጺ እየ ሒዘ ከይደ ሰርፕራይዝ ዝገብረን ክንደብያ ትኾንክን ነብሰ ቅልጥፍ መፋለጢ ስልኪ ቅፅረ የለክን ብዋትስኣፕ ክትፅሕፋለይ ትኽእላ ኢኽን ማለት እዩ ስለዚ ሎሚ ከመይ ጌርክን ኢኽን ብዙሓት ብዙሕ ግዜ ብዙሓት ኣዋልድ ኣብ ኩላትና ዘጋጥም ነገር እዩ ወዲ ፈቲና ወዲ ብጣዕሚ ብኣና ኦብሰስ ከይኑ ግን ድማ እቲ ፍቕሪ ከመይ ምሳና ክቕፅል ከም ዘለዎ ስለ ዘይንፈልጥ እቲ ፍቕሪ ንክበላሸው ኦር ፌል ንክገብር ክኸውን ይኽእል እዩ እዚ ነገር ዝኸውን ከዓ ሓደ ሓደ ግዜ በቲ ናይቶም ወዳት ባህሪ ክኾን ይኽእል እዩ ብዙሓት ወዳት መሐደስቲ ኣወዳት ኣለው፣ ኦብሰስ ዝኾኑ ጊዙ ኣወዳት ኣለው፣ ግን ሓደ ሓደ ግዜ ድማ ናህና ጸገም ውን ክኾን ይኽእል እዩ፣ ስለዚ ከም ጓል ኣንስተይቲ ከመይ ጌርኪ ኢኺ ዋይዝ ኮይንኪ እቲ ፍቕሪ መሊሱ ናበዝሐ ንኽኸይድን ንኽቕጽልን ክትገብሪ ዘለኪ ዝብል ሓሳብ እየ ክነግረክን፣ ሰኣን ፈጸምቲ ሓቢርክና ንኽትጸንሓ ክትከታተላኒ ብኽብርን ብትሕትናን እየ እድመክን። ናብ መደብና ንኸይድ። ህያብ ጊፍት ፓኬጅስ ኤንድ ደሊቨሪ ኣብ ኣዲስ ኣበባ ንዝነብሩ ፈተውትኹምን ኣዝማድኩምን ኣፍቀርትኹምን ናይ ሓራስ፣ ንመርዑት ከምኡውን ድማ ኣብ ማንም መዓልቲ ፍቕርኹም ትገልጽሎም ህያባትን ንወለድኹምን እንኳዕ ደሓን መጻኹም ትብሉሎም ንኻልኦት ቤተሰብኩም ህያባትን ሒዝና ተዳሊና ንጽበየኩም ኣለና። ንዝበለጸ ሓበሬታ በተ ታሕቲ ዘሎ ስልኪ ጌርኩም ብዋትስኣፕ ጽሓፉልና። ህያብ ጊፍት ፓኬጅስ። ናይ ቀዳማይ ወዲ ፍቕሩ ክቕጽል ትደልዪ ተኾንኪ እዚ ግበር ከምዚ በል ከምዚ በለለይ ከምዚ ግበረኒ ገለ ገለ እዚ እየ ዝደሊ እዚ እየ ዝፈቱ ገለ ገለ ዘይኮንኪ ክትብልዮ ዘለክሲ ኦር ክትልምንዮ ዘይኮንኪ ዘለኪ ከምዚ ግበር ከምዚ እየ ዝፈቱ ገለ ኢልክሲ ስታንዳርድኺ ክተርእይዮ ኣለኪ ፎር ኤግዛምፕል ፕሊዝ ዕምበባ ግዝአለይ ገለ ገለ ናበልኪ ካብ ትልምንዮ ንስኺ ዲዘርቭ ትገብርዮ ነገር ክትነግርዮ ከለኪ ኣነ እንድሕር ወዲ ዝፈትወኒ ወዲ ያው ስታንዳርድኺ ሪያሊስቲክ ይኹን እዚ ማለት ኣንሪያሊስቲክ ስታንዳርድ ግበራ ምስቲ ወዲ ዘይኸይድ እቲ ወዲ ክገብሮ ዘይኽእል ስታንዳርድ ግበራ ማለተይ ኣይኮንኩን ግን ክግበረልክን ትደልይኦ ርያልስቲክ ዝኾነ ስታንዳርድ ተሃሊክን ንወዲ ዝግበሮ ኣይትግበሪ ኢልኪ ክተምህርዮ ዘይኮንኪ ክትፍትኒ ዘለክሲ ንስኺ ይግበእኒ ኢልኪ ትሓስብዮ ኣነ ወዲ ቦይፍሬንደይ ተኾይኑ ፍቕረኛይ ተኾይኑ ክገብረለይ ኣለዎ ኢለ ዝኣምኖም ነገራት ኢልኪ ስታንዳርድኺ ኣርእይዮ ስታንዳርድኺ ኣርእዮ ኣይተምህርዮ ኣይትለምንዮ ፕሊስ ሰዓመኒ እንዶ ፕሊስ ምሳይ እንዶ ግዜ ሕልፍ ፕሊስ ከምዚ እንደ ንግበር ከምዚ እንደ ንኹን ኣይትበልዮ ስታንዳርድኺ ኣርእዮ ሓደ ወዲ ምሳኺ ክኸውን ተሃልይዎ ኦር ምሳኺ እንድሕር ክኸይድ ሃልይዎ እንታይ ክገብር ዘለዎ እንታይ ናትኪ ስታንዳርድ እዚ ነገር እዚ ክተፍልጥዮ ክተርእዮን ኣለኪ ስለዚ ስታንዳርድኺ ኣርእዮ እቲ ቀዳማይ እዚ እዩ ወዲ ፍቅሩ ናወሰኸ ንክኸይድ ምሳኺ ክቅፅል ዝገብሮ ነገር ንስኺ እንታይ ዲዘርቭ ከምትገብሪ ብዙሓት ኣወዳት ኣዋድ ኣወዳት ትርእይዎም ኢኹም ንዓኺ ምንም ነገር ኣይገብረልኪ ንምንታይ ንስኺ ተሓልይሉ ንስኺ ንዓኺ ኣባ ትብልዮ ንስኻ ከምዚ ኩን ትብልዮ ከምዚ ግበር ትብልዮ ትጭነቅሉ ገንዘቡ ከይውዳእ ትብሊ ፅቡቅ ፅቡቅ ትሓልይሉ ገለገለ ንዓኺ ምንም ኣይገብረ ግን ኣብታ ካልኣይቲ ድሕሬኺ ዘላ ጓል ክኸይድ ከሎ ወርቂ ክሽልማ ክዳን ክሽልማ ዝኾነ ነገር ክገብረላ ትርኢ ንምንታይ ንሳ ይግበእኒ ኢላ ትኣምኖ ስታንዳርድ ስለዘርእዩ እንተሉ ዝወዲ ጽቡቅ መሲልክን ሰናይ መሲልክን ወዲ ኢንቨስት ከይገብረልክን ወዲ ኣባክን ከይገብር ዝሓለክናሉ or next ኢልክን no ተሃልይዎ ይክእል ተኮይኑ ዓቅሚ ተሃልይዎ ወዲ ይግበረልክን ስለዚ ከምዚ ዓይነት ስታንዳርድኪ ክተርእዮ ከለኪ ንቲ ትደልይዮ ነገር ቤጊንግ ዘይኮነ ልመና ዘይኮነ ብሓንሳብ ግዜ ነሕልፍ ብሓንሳብ ከምዚ ንኩን ከምዚ ንኩን ዘይኮነሲ ኣነ እዚ እዚ እየ ዝደሊ እዚ ስታንዳርድ ድሕሪ ምሳይ ክትቅጽል ኮንካ ድሕሪ ምሳይ ከምዚ ዓይነት ሪሌሽንሽፕ የድልየና ኮይኑ ከምዚ ከምዚ ክኸውን ኣለዎ ኣነ ከምዚ እዩ ስታንዳርድ ኢልኪ እቲ ስታንዳርዱ ብዝኣምኖ መንገዲ እንድሕር ዘይርኢኽዮ፣ እንድሕር ንሱት ነገር እሱ ዘይገብረልኪ ኮይኑ ካሊእ ወዲ ክገብረልኪ ከም ዘይኽእል ክስምዖ ተዘይገይርክዮ እቲ ወዲ ንዓኺ ዘለዎ ቫልዩን ዋጋን ከምሱ ኢለኪ ናለመንክን ኣነ እኮ ንሓዘንኩልካ ኢለ ኣነ እኮ ገንዘብካ ከይጠፍእ ኢለ እምበር ከምዚ ይደሊ እየ ገለ ገለ ናበልክን እዚ እቶም ወዳት ክነዕቁኽን ግን እቲ ፍቕሪ ክቕፅል ዝገብሮ ነገር ሓደ ስታንዳርዱ ዘለዋ ጓል ክትኮኒ ከለኺ እዩ ስለዚ እዚ ነገር እዚ ሓዚ ኣብኡ ትወዲ ከመይ ጌርኪ ኢኺ ስታንዳርድኸ ርኢኽዮ ኣለኺ ትጽቢትከ ርኢኽዮ ኣለኺ ትጽበይዮ ነገር ኣፕላይ ጌርዎ ኣሎ እንታይ ኢኺ ከመይ ዓይነት መልሲ ኢኺ ክትብዮ ዘለኺ ክትወዲ ፌሚኔን ሪዋርድ ፌሚኔኒቲ ንስኺ ንትወዲ ተሐጉስዮ ብሶፍትነስኪ ኦር ኩክ ጌርኪ ድዩ ቡና ኣፍሊሕኺ ድዩ ዝኾነ ነገር ጌርኪ ድዩ ናትኪ ሶፍትነስ ናትኪ ፌሚኔኒቲ ፍቕሪ ሂብኪ ድዩ ብከምዚ ዓይነት መንገዲ ንትወዲ ሪዋርድ ግበርዮ ቴክ ቴክ ሕዚ ኣብዚ ሎሚ ግዜ እቲ ሕማቅ ዘሎ ነገር ሓደ ሓደ ኣዋልድ ፈጺምክን ኣይትፈልጥኦን ስለዚ ሰብ ኣይትኾናሎም ትመርሕኦም ዝግበር ዝኽዳኖም ትገዝኣሎም ጫምኦም ትሓጽባሎም ኩሉ ነገር ባዕልክን ትሕዝኦ እሞ ይንዕውኽን ሓደ ሓደ ኣዋልድ ድማ ዝፌሚኔኒቲ ካራክተር ኣለወን ወዲ ታይ ክገብር ከም ዘለዎ ይፈልጣ እየን ግን ድማ ተቀበልቲ ጥራሕ እየን ወዲ ድማ ሪዋርድ ይደሊ ተቀባሊት ጥራሕ ክትኾኒ ከለኪ ከዓ ትወዲ ኣብ ዝኾነ ግዜ ሰልችይዎ ይገድፈኪ ግበረለይ ጥራሕ ሃበኒ ጥራሕ እዚ ጥራሕ ክኾን ከሎ ግን እቲ ፍቅሪ እንድሕር ምስኡ ክቅጽል ትደልዪ ኾንኪ ሪዋርድ ግበርዮ ሸልምዮ ጽቡቅ ነገር ክገብረኪ ከሎ ፍላወር ሒዙ ክመጽእ ክኮን ይክእል ዝኮነ ነገር ጌሩ ናትኪ ሮማንቲክ እቲ ይግበእኒ ትብልዮ ትደልዮ ነገር ሾፕ ጌርልኪ ዝኮነ ነገር ዶ ትደልዮ ነገር ክህሉ ይክእል ወይ ፍቅሪ ሂብኪ ክኮን ይክእል እዩ እቲ ንስክን ትደልይኦ ነገር ክገብረልክን ከሎ እቲ ወዲ ንስክን ድማ ፌሚኔኒቲ ዝፎትዎ ነገር ኣክትስ ድዩ ጽቡቅ ዝኮነ ነገር ድዩ ዓራት ዝደሊ እንታይ እዩ ሪዋርድ ዝደሊ እንታይ እዩ ክሽለም ዝደሊ ሶ እቲ ክሽለሞ ዝደልዮ ነገር ግበርሉ። እዚ ነገር እዚ ክትፈልጢ ኣለኪ እዚ እቲ ሪዋርድ ናይ ወዲ ክኸውን ዘለዎ። ካብኡ እቲ ካሊእ ወዲ ከፍቅረኪ ትደልዪ ተኾንኪ ናቱ ክገብረኪ ትደልዪ ተኾንኪ ብፍላይ ድማ እዚ ነገር እዚ ክነግረክን ዝደሊ ኣብ early relationship እዩ በዓል ሓዳርክን ንዝኾነ ወዲ it's ok ንዓኹም work out ብዝገበረ መንገዲ work out ግበራ ኣብ ሓዳርክን ኣዚ ከምዚ ግበራ ከምዘይ ትግበራ ክብለክን ይኽእል ኩሉ ነናይ ባዕሉ ዝኾነ ዝሰርሐሉ ናይ ሓዳሩ መንገዲ ስለ ዘሎ እቲ ንዓኺ ዝሰርሐልኪ ትፈልጡ ኢኺ ግን ገና ኣብ ፍሬንድሽፕ ክትኮና ከለኽን ክነግረክን ዝደሊ ነገር እንታይ እዩ ወዲ ዓር መሓዛኽን ኣይኮነን እንድሕር ንምሕዝነት ዘይኮንኪ ትደልዮ እቲ ወዲ እቲ ወዲ ከፍቅረኪ ክፈትዎ ክትገብርዮ ትደልዮ ትኾንኪ ወዲ ማለት ርእስኺ እዩ ወዲ ማለት ፕሮቫይደርኪ እዩ ፍሬንድ ከይትጎርዮ ፈጺምኪ ፍሬንድ ከይትጎርዮ ፍሬንድኺ ጌርኪ ኩሉ ጸገምኪ ችግርኪ ገለኺ ገለኺ ጎዶሎኺ ኣፕ ኤንድ ዳውንስኺ ንወደይ ትንገርዮ። ኣወዳት ንዓና ከፍቅሩና ከለዉ ክፈትዉና ከለዉ ክንስሕቦም ከለና ምሳና ከሕልፍዎ ድሪም ክገብርዎ ዝገብርዎ ዝደልይዎ ነገር ኣሎ። ንዓና ዝቀርጹና ምስሊ ኣሎ። ስለዚ እቲ ንዓኺ ቀሪጽኪ ዝቀረበ ምስሊ ኣይተበላሽውሉ ምሽጥርኪ ዳውንኪ ገለ ሽግርኪ ንባዕልኪ ሓዝዮ ሜይቢ ሓደ መዓልቲ እንድሕር ሰብኣይኪ ኮይኑ ብጣዕሚ ኮኔክት ተኾንኩም ምስዚ ሰብ ገለ ገለ ክትነብርዮ ትኽእሊ ኢኺ ተዘይ ኮይኑ ግን ፈጺምኪ ፈጺምኪ ኣይትንገሪ ከምዚ ዓይነት ነገር ወዲ ፕሮቫይደር ርእሲ፣ ርእስኺ፣ እንታይ እዩ ዝበሃል ንዓኺ ዘቕብጠኪ፣ ቴክ ኬር ዝገብረኪ ንኽኸውን ደኣ እምበር መሓዛኺ፣ ጓል መሓዛኺ ንኽኸውን ኣይትግበርዮ። እዚ ክትገብርኦ ከለኺ ንቲ ቀዳማይቲ ፍቕሪ ዝጠፍኦም ተርን ኦፍ ዝኾኑ በኣ ኩሉ ነገር ኣይትንገርዮ። ምሽጥር ኩኒ። ስሌኺ ንእሽተይ ብዝፈለጠ ቁጽሪ ሞር ይፈትወኪ። ስሌኺ ብዙሕ ክፈልጥ ብዝገበርክዮ ቁጽሪ ግን። ከምቲ ዝበልኩክን እቲ ኣብ ውሽጡ ኢማጅን ገይርዎ ንዓ ክፈትዪ ክነበረ ክትጽብቅ ምስያስ ከምዚ ናብራ ምስያስ ከምዚ ሂወት ኢሉ ሓሲብዎ ዝነበረ ሙሉእ ንሙሉእ ምስሊ'የ ክተፍርስሉ ስለዚ ፕሊስ ስቶፕ መሓዛክን ኣይኮነን ዓርክክን ኣይኮነን እሱ ቦይፍሬንድክን ኣፍቃሪክን ርእሲ ገዛክን ክኮን እትደልይኦ ሰብኣይ ስለ ዝኮነ ከም ርእሲ ገዛክን ፕሮቫይደርክን ክከውን ዝግብኦ ሰብኣይ ስለ ዝኮነ ከምኡ ኣክት ክገብር ፍቀዳሉ ፕሊስ። ካብኡ እቲ ካሊእ ወዲ ከፍቅረኪ ፍቅሩ ናወሰኸ ክኸይድ ትደልዪ ተኾንኪ ንሱ ጥራሕ ኣይትሓዚ ወዲ ክሳዕ ዝምርዖኪ ዝማለት ቺት ግበራ ኪዳ ምስቲ ምስቲ ኣይኮንኩን ዝብለክን ዘለኹ ግን ካልኦት ተዋግዖ ኣወዳት እውን ክህልዉኽን ኣለዎም ሲሬስ ኮይኑ ክሳዕ ፕሮፖዝ ዘይገበረኪ ክሳዕ ስረስ ዝኾነ ሪሌሽንሽፕ ምሳኺ ዘይጀመረ ኣማራጺ ክህልወኪ ኣለዎ ኣወዳት ብዙሕ ግዜ ነጊረክን እየ ሙቭ ዝገብሩ እንደገና ንሕና ብጣዕሚ ነዝነዝቲ ንኾን ቀልጢፍና ብፍቅሪ ንወድቅ ቀልጢፍና በቃ ብዘይ ብኡ ገለ ክንብል ዝገብረና ነገር ንዑ ጥራሕ ስለ ንዕልል እዩ ሶ ዕልሊ ድሕር ፕሮፖዝ ገይርክን ሓዳር ከም ዝነግረኪ ፋሚሉ ተፋይጢ ቁም ነገር ዝኾነ ነገር ተጀሚሩ ፕሮቫይድ ይገብረኪ ተሃልዩ ፋይናንሻል ሳፖርት ይገብረኪ ተሃልዩ ኢትስ ኦኬ ክሕደት ኣብ ልዕሊኦም ክትፍጽማ የብልክንን ሕማቅ ነገር ምዝራእ ዘይሩ ስለ ዝመጸካ ማለት እዩ ግን ዝወዲ እዚ ንባዕሉ ሹር ዘይኮነ ግን ድማ ንዓኺ ከኣስረኪ ዘይንዓይ ንካሊእ ክተዕልየልክን ዝለኪ ነግ እስ ወዲ ተኮይኑ ፈጽምኪ ከይትገብሪ ንምንታይ እዚ ነገር እዚ እዩ ጠሊቅ ክን ናብኣቶም ብፍቅሪ ትኣትዋ ብጣዕሚ ትለምድኦም እሞ ሽዑ ገዲፍኪ ክከይድ ከሎ ናብ ጽልልቲ ትቅየሪ እንደገና ድማ ቱ ማች ኣቴንሽን ንዑ ጥራሕ ትዌኒ ፎር ሰቨን ትድውሉ ካሊእ ተዕልሉ ሰብ ስለ ዘየለ ትዌኒ ፎር ሰቨን ትሓስብዮ እሞ ንሱ ከዓ በቃ ቱ ማች ኣቴንሽን ይወዝሖ በቃ ንዓኺ ዘለዎ ፍቕሪ ይጠፍእ ማለት እዩ ስለዚ ባላንስ ክኸውን ፍቕሪ ቀጢብክን ሸተት ኢልክን ብፍላይ ብጣዕሚ መፍቀርቲ ዝኾንክን ማለት እዩ ንኸይትኸዳ ዝደልያ ትኾንክን ካልኦት ኣወዳት እውን ኣዕልላ ከም ኣማራፂ ነምበር ዋን ነምበር ቱ ነምበር ስሪ ኢልክን ሓዛ እቶም ወዳት ጥራሕ ከይሰምዑን እዚ ክብል ከለኹ ስለዚ እዚ እዩ እቲ ካሊእ ትወዲ ፍቕሩ ንውስኽ ንምንታይ ብጣዕሚ ኒዴት ኾነ ንስኺ ብጣዕሚ ደላይተይ ትኾንን በቃ ብዘይካኻ ኣይትብልዮን እዚ ነገር እዚ ድማ ሞር ንሱ ሃንት ንክገብረ ከወዳት ሃንት ክገብሩ ስለ ዝደልዩ ክሃድኑ ስለ ዝገብሩ ደልዩ ንስኺ ክትሃንትዮም ከለኺ ንስኺ ቱማች ኣቴንሽን ክትብዮም ከለኺ ፍቕሪ ስለ ዝጠፍኦም እዚ ነገር እዚ ይሕግዞ ማለት እዩ። እዚ እቲ ዋና ነገር ሎማዓንቲ ክነግረክን ዝደሊ ነገር ወዲ ትጽቢትኪ ከም ትኽክለኛ ወዲ ትሪት ክገብረኪ ተጸበይ ከምዚ እኮ እዩ ከምዚ እኮ እዩ ምክንያት ምክንያት እዚ እኮ እዩ እዚ ቅርሺ የብሉን እዚ እኮ ወዲ እንታይ ክገብር ኣለዎ ሓደ ወዲ ክጋብዘከ ኣለዎ ከዝናንየከ ኣለዎ ገርል ፍሬንድ ትኾንክ ጊፍት ክበከ ኣለዎ እንድሕር ሰብኣይ ክኮይኑ ፕሮቫይድ ክገብረከ ኣለዎ ፋይናንሻሊ ሳፖርት ክገብር ኣለዎ ንገዝኡ ግዴትኡ እዩ እቲ ዝበዝሕ ሓላፍነት ናይ ገዛ ናቱ እዩ ሶ እዚ ነገራት እዚኣቶም ጓል ኣንስተይቲ

ናብታ ናትኪ ቫልዩ ይወርዶ ማዘሪንግ እዩ ስለዚ መብዛሕትኽን ኣዋልድ ፍቕሪ ንክጠፍእ ወይ ከዓ እቲ ፍቕሪ እቲ ወዲ ገዲፍክን ንክኸይድ ካብ ትገብራሉ ነገር ማዘሪንግ ስለዚ ወዲ ከም ትኽክለኛ ናይ ሰብኣይ ማንነት ክህልዎ ናይ ወዲ ማንነት ሒዙ ፕሮቫይድ ንክገብርን ናይ ወዲ ማንነት ሒዙ ናብርኡ ንክመርሕን ከምዚ ዓይነት ትፅቢት ይሃልኺ ሽዑ እቲ ከምቲ ትጽቢትኪ ጽቡቕ ነገር ክገብር ከሎ ሪዋርድ ትገብርዮ ጽቡቕ ነገር እንድሕር ዘይገይሩ ድማ እዚ ነገር እዚ ንስኺ ከም ዘይትቕበልዮ ትነግርዮ ማለት እዩ ስለዚ እዚ ነገር እዚ ብምግባር ኢኽን ወዲ መሊሱ ፍቕሩ ክውስኽ ትገብራ እቲ ካሊእ ወሳኒ ነገር ንባዕልኽን ሳይኮሎጂካሊ ምቕባል ኤክስተርናሊ ትሪት ምግባር ኣወዳት ቪዥዋል ክርኤት ሸስርክዮም ፍቅሮም ክውስኽ ተደሊኽን ፈተኽን ጸላእኽን ክትገብርኦ ዘለክን ሓደ ነገር ታሎ ኩሉ ግዜ ኣትራክቲቭን ማራኺትን ኮይንኪ ኣብ ቅድሚኡ ክትቀርቢ ኣለኪ ንሳቶም ብዝረኣዩ እዮም ዝስሓቡ ስለዚ ፊዚካል ኣትራክሽን ይደሊ ወዲ ዝጠዓኺ ተጠዓኺ ዘበልኪ ተበልኪ እንድሕር ኦቨር ወይት ናኾንኪ ከይድኪ መልክዕኺ ናጠፍኦ ከይዱ ንባዕልኪ ትሪት ምግባር ናገደፍኪ ከይድኪ ወዲ ፍቅሩ ናጠፍኦ እዩ ዝኸይድ ስለዚ ወዲ ፍቅሩ ናወሰኸ ከይድ ተዘይተኾንኪ ኩሉ ግዜ ኤክስተርናል ሉኪ ሓልዊ ኣወዳት ቪዥዋል ክሬተርስ እዮም እቲ ካሊእ ካብ ወዲ ትፅበዮ ኤክስፔክቴሽን ትፅቢትን ክገብር ግበርዮ ኩሉ ሰብ ኢንቨስት ዝገበረሉ ነገር ዝፀዓረሉ ዝረሃፀሉ ነገር ኣይገድፍን ስለዚ ወዲ ቀሪብኪ ፍቕሪ መሊሱ ናወሰኸ ክኸይድን ንሓዳር ንቑምነገር ክውስንን ትደልዪ ተኾንኪ ኢንቨስ ክገብረልኪ ግበሪ እዩ እዚ እዩ እቲ ቁልፊ ነገር ካብ ወዲ ዝግባእ ትፅቢት ኩሉ ተፀበዪ ማለት እዩ ንዚ ይመስል ፍትዋተይ ንሎምዓንቲ ሒዘልክን ዝቐረብኩ ሓሳብ እንድሕር እዞም ነገራት እዚኣቶም ኣይገብርን ከምዘይኮነን ከምዚ ትብልኒ ዘለኺ ኣይገብርን ኢሉ ንስኺ ባላንስ ዝኾነ መንገዲ ክትሓትዮ ከለኺ ከይዱ ይኺድ ንምንታይ ቀደሙ እውን ካሊእ ነገር ደልዩ እዩ መፅኡ ነይሩ ዩዝ ክገብረኪ ክጥቀመልኪ ዝደሊ ዝደለየ ሰብ ክጥቀመልኪ ከምዘይኽእል ክፈልጥ ከሎ ይኸይድ ክጠቕመኪ ዝመፀ ሰብ ግን መሊሱ ብደንቢ ገይሩ ንክጠቕመክን ናብቲ ቁም ነገርን ናብቲ ፍረን ንክበፅሕ ትገብርዮ ናትኪ ዋይዝ ምዃንን ናትኪ ጥበብን እዩ ማለት እዩ። ስለዚ ንዚ ይመስል ፍቱዋተይ ስለተኸታተልክናን ሓቢርክናን ስለዝፀናሕክን የቕንየለይ። ላይክ ምግባር ኣይትግደፋ ንካልኦት ምሓዙትክን ይጠቅም ኢልክን ተሓሲብክንኦ እዚ ቪድዮ ድማ ሼር ግበራ። Thank you so much።